በዛ ክራማት ካብ ክልተ ሚእትን ሓምሳን ክሳብ ሰለስተ ሚእቲ ሚልዮን ፓውንድ ቀሪባ ብፍሉይ መስመር ምክፍፋላ ከተሐይል ተቐሪባ ከምዘላ እትግለጽ ማንቸስተር ዩናይትድ፣ ንክልተ ብቐዋሚ ክትሸጦም መዲባ ዝጸንሐት ዋንነታ ዝኾኑ ተጻወትታ ማርኮስ ራሽፎርድን ሓላው ልዳት ኣንድሬ ኦናናን ክራማታ ብትዕስክሮ ክትቅበሎም ከምእትግደድ ተገሊጾ። ሃገራዊት ጋንታ ኢንግሊዝ ናብ ኣሜሪካ ንዋንጫ ዓለም ተምርሕ ኣብ ዘላቶ ቀዲሙ ኣብታ ሃገር ናይ ዕረፍቲ ግዜ ኣብ ምሕላፍ ዝጸንሐን ብውልቁ ኣብ መዓስከር ክለብ ኢንተር ሚያሚ ልምምዳት ኣብ ምክያድ ዝቐነየን ራሽፎርድ ኣብ ዋንጫ ዓለም እናሃለወ እቲ ባርሴሎና ዕስራን ሽዱሽተን ሚልዮን ፓውንድ ኸፊላ ብቐዋሚ ዋንነታ ክትገብሮ ዝተሰማምዐትሉ ዕለት ክሓርር እዩ። ክሳብ'ዛ ግዜ ንናይ ምዕዳጉ መስርሕ ናብ መፈጸምታ ተብጽሖ ዘይትመስል ዘላ ባርሴሎና፣ ኣብ ኣንቶኒ ጎርደን ንዝገበረቶ ሰማንያ ሚልዮን ኤሮ ወጻኢታት ኣስዒባ ንሁልያን ኣልቫረዝ ካብ ኣትለቲኮ ማድሪድ ብልዕሊ ሚእቲ ሚልዮን ኤሮ ክትዕድጎ ላዕልን ታሕትን ብእትብሎ ዘላ ንራሽፎርድ ናይ ምውናን መደብ ከምዘይብላ'ዩ ዘርኢ። እንተደኣ ክትዕድጎ ኮይና ካብቲ ማንቸስተር ዩናይትድ ትጽበዮ ዘላ ዕስራን ሽዱሽተን ሚልዮን ፓውንድ ኣብ ስምምዕ ዝሰፍረ መልቀቕ ዋግኡ ብፍርቂ ዓሰርተ ክልተ ነጥቢ ሓሙሽተ ሚልዮን ፓውንድ ክትከፍለሉ እንተተፈቒድላ ጥራይ ከምእትውዕሎ ዝወሃብ መግለጺታት፣ ማንቸስተር ዩናይትድ ምስ ክብረት ምኽላእ ጸብጺባ ከምዝተቖጠዓትሉን ይንገር። ባርሴሎና ግን በዚ ሕጂ ወሲዳቶ ዘላ መርገጺ ክትጣዕስ ትኽእል እያ። ኣብ ሃገራዊት ጋንታ ኢንግሊዝ ቦታ ሒዙ ወሳኒ ተራ ምስ ዝጻወት፣ ማንቸስተር ዩናይትድ በንጻር'ዚ ሕጂ ባርሴሎና ሓንጊዳቶ ዘላ ዋግኡ ልዕሊ እቲ ሕጂ ዘሎ ዕስራን ሽዱሽተን ሚልዮን ፓውንድ ሰዲዳ ናብ ካልኦት ክለባት ንምሻጡ ክሕግዛ እዩ። ሆዜ ሞሪኖ ኣብ ሪያል ማድሪድ ወግዓዊ ኮይኑ ምስ ዝምዘዝ ንራሽፎርድ ናይ ምውሳድ መደብ ከም ዘለዎ ይግለጽ እዩ። ባየር ሙኒክን ቼልሲን እውን ተገዳስነት ምርኣየን ይንገር። ባርሴሎና ልዕሊ እዚ ዋጋ እቲ ሰሙናዊ ዝወስዶ ሰለስተ ሚእትን ዓሰርተ ሓሙሽተን ሽሕ ፓውንድ መሃይኡ ምኽፋል ስለ ዘይተቐበሎቶ እያ ብቐዋሚ ከተፈርሞ ዘይመረጸት። እንተደኣ ንራሽፎርድ ተፈርም ጋንታ ፈጺማ ዘይተረኪባ ግን ዩናይትድ ክልተ ኣማራጺ ክህልዋ እዩ። ወይ ናብ መሳርዓ መሊሳ ከተጻውቶ ወይ ድማ ደጊማ ብልቓሕ ክትሰዶ። ኣብ መጻኢ ሓላው ልዳት ኣንድሬ ኦናና እውን ተመሳሳሊ ሽግር እዩ ዘለዋ። ኦናና ብልቓሕ ከተጻውቶ ንዝጸንሐት ቱርካዊት ክለብ ትራብዞንስፖር ተዓዋቲ ተርኪሽ ካብ ንክትከውን ኣብቂዕዋ እዩ። ናብ ዩናይትድ ተመሊሱ መጻኢ ክህልዎ ከምዘይኮነ ትማሊ ዝተዘርገሐ ዜና ነቢብዎ እንተኾይኑ ምሉእ ብምሉእ ተስፋ ዘቑርጾ እዩ። ንዕኡ ክትክእ ተባሂሉ ዝተዓደገ ቤልጅማዊ ሓላው ልዳት ሰነ ላመንስ እቲ ዝበለጸ ምፍራም ኣብ መድረኽ ፕሪመር ሊግ ብምዃን ተሸሊሙ ዝብል ሰብዓን ትሽዓተን እቱዋት ዕድላት ኣድሒኑ ሸሞንተ ክሊንሺት ዝወጸ ላመንስ ኣብ ዳሕረዋይ መስመር ጋንትኡ ዝፈጠሮ ርግኣት ካብቲ ቀንዲ ምኽንያት ናብ ቻምፕዮንስ ሊግ ተመሊሳትሉ ዘላ እዩ። በንጻሩ ኦናና ኣብ መሳርዕ ኣብ ዝነበሮ ብዘይዓርፍ ጌጋታቱ ኣብታ ክለብ ፈጢርዎ ዝነበረ ሃጓፍ መዳርግቲ ይርከቦን። ብብዙሓት ተንተንቲ እቲ መድረኽ ድማ ኣብ ታሪኽ ማንቸስተር ዩናይትድ እቲ ዝሓመቐ ሓላው ልዳት ተሰይሙ። ማንቸስተር ዩናይትድ ንቱርካዊ ካልኣይ ሓላው ልዳታ ኣልታይ ባይንዲር ኣብ ፋንያ ንላመንስ ክወዳደሮን ክሕግዞን ዝኽእል ብቑዕ ሓላው ልዳት ናይ ምፍራም መደብ ኣለዋ። ንኦናና ናብ መሳርዓ ክትመልስ ግን ኣብ መደባ የለን። ዩናይትድ ንዕዳጋ ኣውሪዳ ካብ ኢንተር ሚላን ክትገዝኦ እንከላ ምስ ዝኸፈለትሉ 47.2 ሚልዮን ፓውንድ ክቀራረብ ዝኽእል ኣታዊ ክትረኽበሉ ከም ዘይኮነ ትዕርያ ትፈልጥ እያ። ካብ ደሞዝተኛታት ተጻወታ ንኸተውጽኦ ግን ዋግኡ እዕርያ ኣውሪዳ ኣብ ዕዳጋ ክትቀርቦ መደብ ኣለዋ። ትራብዞን ስፖር ደጊማ ብልቓሕ ከተጻውቶ ተወኪሳታ ኣላ። ንሱ ግን ናይ መወዳእታ መራጺ ክኸውን ዓዳጊት ክለብ እንተደኣ ስኢናትሉ ጥራይ። ዝሓለፈ ዓመት ተገዲሳትሉ ዝነበረት ፈረንሳዊት ክለብ ሞናኮ 30 ሚልዮን ፓውንድ ክትከፍለሉ ምስ ተሓተት ምስሓባ ኣይርሳዕን። እዚ ከምዚ ኢሉ እንከሎ ማንቸስተር ዩናይትድ ንመስርሕ ብራዚላዊ ኣከፋፋሊ ኣታላንታ ፈርናንደዝ ብ37 ሚልዮን ፓውንድ ኣብ መፈጸምታ ከም ዘብጽሓቶ ይግለጽ ኣብ ዘሎ ምስ ኣርሰናል ድማ ንወዲ 21 ዓመት ፖርቹጋላዊ ኣከፋፋሊ ዌስትሃም ማቲዩ ፈርናንደዝ ንምፍራም ብማዕረ ተገዳስነት ምርኣየን ተገሊጹ። ናብ ታሕተዋይ ዲቪዝዮን ወሪዳ ዘላ ዌስትሃም ግን ንብግስ ዋግኡ ሰማንያ ሚልዮን ፓውንድ ሰቒላቶ ብዘላ ተፈጻሚ ንክኸውን ኣሸጋሪ ይመስል። ፈርናንደዝ ንካልኣይ ተኸታታሊ ዓመት እዩ ካብ ፕሪምየር ሊግ ናብ ቻምፒዮንሺፕ ተመሊሶም። ዝሓለፈ ዓመት ምስ ሳውዛምፕተን ምስ ተመልሰ ዌስትሃም ዓዲጋ ፕሪምየር ሊግ ኣጽኒሓቶ። ሕጂ እውን ካብቶም ብክለባት ፕሪምየር ሊግ ተባሂጎም ዘለዉ ተጻወቲ ንታሕቲ ወሪደን ካብ ዝርከባ ክለባት ብምዃኑ ዝጸንሕ ይመስል። ኣትለቲኮ ማድሪድ እውን ኣብዚ ወዲ 21 ዓመት ኣካፋሊ ተገዳስነት ኣለዋ። ዌስትሃም ድሕሪ ዓሰርተ ኣርባዕተ ዓመታት ናብ ታሕተዋይ ዲቪዝዮን ክትወርድ ድኽምቲ ዓመተ ውድድር ኣብ ዘሕለፈቶ እዚ ብ ሰላሳን ሸሞንተን ሚልዮን ፓውንድ ካብ ሳውዝሃምተን ዝዓደገቶ ኣከፋፋሊ ግን ብውልቁ ብልጽቲ ዓመት እዩ ሰጊሩ። ኣርሰናል ዝያዳ ኣብ እንግሊዛዊ ኣከፋፋሊ ሞርጋን ሮጀርስ ተገዲሳቶ ብዘላ ማንቸስተር ዩናይትድ ምስ ዌስትሃም ኣብ ዋግኡ ምስ እትሰማማዕ እቲ ተጻዋታይ እውን ቀዳመይቲ ምርጭ ወሲድዋ ተባሂሉ ብዝግለጾ ናይ ምዕዳጉ ላዕለዋይ ተኽእሎ ከም ዘለዋ ይእመን። ፖርቹጋላዊ ኣጥቃዒ ራፋኤል ሊያኦም ስሙ ምስ ማንቸስተር ዩናይትድ ተተሓሒዙ ኣብ ሚድያታት ክለዓል ዝቐነዮ ካብ ኤሲ ሚላን ከም ዝተሰናበተ ብወግዒ ድሕሪ ምሕባሩ ኣብ ዘካየዶ ሓደ ቃለ መጠይቕ ንስማ ስለ ዘልዓለ እዩ። ኣብ ግዜ ንእስነቱ ዝድግፋ ጋንታ ነይራ እንተኾይና ብዝተሓተቶ፣ ክርስትያኖ ሮናልዶ ሞዴለይ ስለዝነበረ ኣብ ማንቸስተር ዩናይትድ ክጻወት እንከሎ ብብዝሒ ንጸወታኣ ይከታተሎ ስለዝነበርኩ ክኸውን ይኽእል እዩ ንዓኣ ዝድግፍ ነይረ ምስ በለ እየን ማዕከናት ዜና ምስቲ ኣብ ማእዝን መስመር ምጥቃዕ ሓደ ተጻዋታይ ናይ ምፍራም መደብ ከምዘለዋ ክትግለጾ ዝጸንሐት ኣተኣሳሲረን ከም ዓቢ ተኽእሎ ወሲደን ዝተዛረባሉ ሊያኦ ምስ ኤሲ ሚላን ኣዝያ ድኽምቲ ዓመት እኳ እንተሰገረ፣ ማክሲሚላኖ ኣሌግሪ ብዝግባእ ክጥቀመሉ ስለ ዘይከኣለ እንተዘይኮይኑ ኣብ ብሉጽ ፕሮጀክት ካልኦት ክለባት ክትስእ ዘኽእል ዕቑር ዓቕሚ ከም ዘለዎ ይእመን። ከም ስተፋንዋ ዝነገራ ክለቡ ኤሲ ሚላን ኣስታት ሓምሳ ሚልዮን ፓውንድ ከም እትትምኖ ድማ ይግለጽ። ማንቸስተር ዩናይትድ ከምተን ቅድሚ ዋንጫ ዓለም ዋጋ ተጻወቲ ከይወሰኸ እንከሎ ተቐዳዲመን መስርሓት ዘገድስወን ተጻወቲ ዝዓማ ዘለዋ ክለባት ዘይምጉያያ ኣብ ደገፍታ ሻቑሎት ፈጢሩሎም። ፈረንሳዊ ተኸላኻላይ ኣርሰናል ዊልያም ሳሊባ ካብ ዋንጫ ዓለም 2026 ክእልዮ ዝኽእል ማህረም ትሕቆ ከም ዘለዎን መርመራታት ድሕሪ ዘካይዶ ምስ ሃገራዊት ጋንቱ ፈረንሳ ክጽንበር እንተኾይኑ ከም ዝረጋገጽን ይግለጽ ኣሎ። ነዚ ትማሊ ኣብ ፈረንሳውያን ስንባደ ዝፈጠረ ዜና ኣመልኪቱ ኣሰልጣኒ ለብሎ ዲዴር ድሻም ኩሉ ነገር ደሓን እዩ ዘሎ ክብል ኣይትረበሹ ኢሉ። ወዲ ዕስራን ሓሙሽተን ዓመት ሳሊባ ቅድሚ እቲ ብፒኤስጂ ብፍጹም ቅላዕ ዝተሰዓሩሉ መዛዘሚ ግጥም ቻምፕዮንስ ሊግ እዩ ቃንዛ ጀሚርዎን ካብቲ ጸወታ እውን ክእለ ዘኽእሎ ምንባሩን ይሕበር። ኮይኑ ግን ኣብቲ ክለቦም ድሕሪ ዕስራ ዓመታት ዝረገጸቶ መድረኽ ዋጋ ከፊሉ ክጻወት ነብሱ ቅሩብ ስለ ዝገበረ እዩ ንምሉእ ጸወታ ተሰሊፉ። ንዓመተ ውድድር ምሉእ መሳኒቱ ብምዃን ኣርሰናል ጽዋእ ፕሪመር ሊግ ክተልዕል ወሳኒ ተራ ዝተጻወተ ጋብሪኤል ማጋልሃሽ ብዝሰሓታ ሓምሸይቲ ቅላዕ ድማ ብፒኤስጂ ኣርባዕተ ብ ሰለስተ ተሳዒራ ኣብ ታሪኽ ክለቦም ተበጺሑ ዘይፈልጥ ድርብ ዓወት ካብ ምጉንጻፍ በኺሮም። ማዕከን ዜና ፉት መርካቶ ከም ዝሓበረቶ ሳሊባ ንሳምንቲ ካብ ጸወታ ከርሕቆ ዝኽእል ማህረምቲ ከም ዘለዎ እዩ። ፈደሬሽን ኩዕሶ እግሪ ፈረንሳ ምስ ስታፍ ምስልጣን ጋንትኦም ብምዃን ሪስክ ወሲዶም ምስ ማህረምቱ ክማልእዎ እሞ ወላ ካብ ናይ ምድብ ጸወታት ንደሓር እንተርከበ ክጽበይዎ ድዩ ክሓይሽ ወይሲ ብኣግኡ ብካልእ ዘይተጸወዐ ተጻዋታይ ክትክእዎ ኣብ ምልዛብ ከም ዘለዉ ብቐንዱ ግን እቲ ዘካይዶ መርመራታት ምስ ነጸረ ኣብ ውሳኔ ዝብጻሕ ምዃኑ ማዕከናት ዜና'ታ ሃገር ይገልጻ። ዲዴር ድሻም ትማል ሶኒ ነዚ ኣብ ሃገሮም ዓቢ ዜና ኮይኑ ዘሎ መልኪቱ ሕቶ ምስ ቀረበሉ መጺእና ኣሎ ኩሉ ነገር ደሓን እዩ ዘሎ እቲ ሓበሬታ ካበይ እዩ መጺኡ ይፈልጥን ክፈልጦ ውን ኣይደልን እየ ክብል ነጺግዎ። እንተደኣ ሳሊባ ፊትነሱ ምሉእ እናሃለወ ንዋንጫ ዓለም ጀሚሩ ምስ ተኸላኻላይ ባየር ሙኒኽ ዳዮት ኡፓሜካኖ ኣብ ማእከል ምክልኻል ተላፊኖም ክጻወት እዩ ትጽቢት ዝግበር። ሰላሳ ካብ ሰላሳን ሸሞንተን ጸወታት ፕሪምየር ሊግ ክለቡ ካብ ፈለማ ዝተሰለፈ ሳሊባ ኣብ ዓሰርተ ክልተ ግጥማት ቻምፕዮንስ ሊግ እውን እግሩ ሓዊሶ እንተ ደኣ ሓውዩ ዘየርኪቡ ዲድየር ድሻምፕ ኣብ ቦትኡ ክስለፉ ዝኽእሉ ኢብራሂማ ኮናተ ማክሰንስ ላክዋ፣ ሉቃስ ሄርናንደዝን ጁለስ ኩንደን ኣለውዎ። ኣብ ታሪኽ መድረኽ ፕሪምየር ሊግ እቲ ዝበዝሐ ጸወታ ዝተሰለፈ እንግሊዛዊ ጄምስ ሚልነር ኣብ መበል 40 ዓመቱ ጫምኡ ምስቃሉ ፍሊጦ 24 ዓመታት ብስሩ ኣብ ፕሮፌሽናል ጸወታ ኩዕሶ እግሪ ክጎይ ዝጸንሐ ሚልነር ኣብ 658 ግጥማት ፕሪምየር ሊግ ተሰሊፉ እዩ ይኣኽለኒ ኢሉ ዘሎ በዚ ዓመተ ውድድር ድማ እዩ ነቲ ብወዲ ሃገሩ ጋረዝ ባሪ ተታሒዙ ዝነበረ ክብረ ወሰን ሽዱሽተ ሚእትን ሓምሳን ሰለስተን ጸወታት ፕሪመር ሊግ ሰይርዎን ብሓሙሽተ ግጥማት ሓሊፉ ድማ ናይ ባዕሉ ቀይርዎን። ሚለር ምስ ክለባት ማንቸስተር ሲቲን ሊቨርፑልን ብምዃን ጽዋእ ፕሪመር ሊግ ክዓትር እንከሎ ምስ ሊቨርፑል ድማ ቻምፕዮንስ ሊግ ኣልዒሉ። ኣብ ዘስፈሮ ናይ ስንብት ጽሑፍ፣ ድሕሪ ዕስራን ኣርባዕተን ዓመታት ኣብ ጸወታ ዝተጓዓዝኩዎ ጠጠው ዘብለሉ ቅኑዕ ግዜ ምእኻሉ ኣብ መደምደምታ በጺሐ ኣለኹ። እናደገፍኩዋ ምስ ዝዓበኹ ሊድስ ዩናይትድ ወዲ ዓሰርተ ሽዱሽተ ዓመት ኮይነ ቀዳመይቲ ጸወታ ኢለ ጀሚረን ኣብ ታሪኽ ፕሪመር ሊግ ዝነኣሰ ኣመዝጋቢ ሸቶ ተሰምየን ነቒለ። ዝሓለፈ ዓመት ንዘጋጥመኒ ከቢድ ማህረምቲ በዲሀ ተመሊሰ ክሳብ ወዲ ኣርብዓ ዓመት ተጻዊተ ንብራይተን ንካልኣይ ዓመት ኣብ ኣውሮጳዊ ውድድር ትሳተፈሉ ደረጃ ኣብ ምትሓዝ ተዋሲኤ ይሰናበት ምህላወይ ሕጉስ እየ። ማልያ ክለባት ኒውካስል፣ ኣስቶን ቪላ፣ ማንቸስተር ሲቲን ሊቨርፑልን ክለብስ ምብቅዐይ እውን ይሕበን። ኣብ ስዊንደን ታውን ዝረኸብክዎ ተመክሮ እውን ክርስዖ ኣይደልን። ነፍሲ ወከፍ ክለብ ኣብ ጉዕዞ ህይወተይ ዓቢ ተራ ተጻዊታ እያ። ኣብተን ክለባት ንዝነበሩ ወነንቲ፣ ስታፍ፣ ኣሰልጠንቲ፣ ደገፍትን መጻውተይን ድማ የመስግን። ብቐንዱ ንስድራቤተይ ኣብዚ ነዊሕ ጉዕዞ ካብ ጎነይ ብዘይተፈለይዎ ምስጋና ይግብኦም ኢሎም። ብርክት ዝበሉ ኣብዚ መድረኽ ኣብ ጎኒ ሚልነር ዝተጻወቱን ምስኡ ዝሰርሑን ብዝሓለፎ ተዘካሪ ናይ ጸወታ ግዜ ብቐንዱ ድማ ብቐሊል ክብጻሕ ዘይከኣል ሽዱሽተ ሚእትን ሓምሳን ሸሞንተን ጸወታት ፕሪመር ሊግ ክብረ ወሰን ገዲፍዎ ዝሓለፈ እንቋዕ ሓጎሰካ ኢሎሞ። ጀይምስ ሚልነር ሰለስተ ግዜ ቻምፕዮን ፕሪመር ሊግ፣ ሓንሳብ ቻምፕዮንስ ሊግ፣ ክልተ ግዜ ኤፍኤ ካፕ፣ ሓንሳብ ዩዌፋ ሱፐር ካፕ፣ ሓንሳብ ድማ ዋንጫ ዓለም ክለባት ብድምር ኣብ ናይ ጸወታ ግዜኡ ሸውዓተ ወናጩ ጨቢጡ እዩ ተፋንዩ። ንሃገራዊት ጋንታ ብራዚል ኣሳፊራ ናብ ዋንጫ ዓለም ትብገስ ዝነበረት መገዲ ኣየር ፍሉይ ናይ ምፍናው ስነ ስርዓት ኣብ ዝተኻየደላ ብመሰረት ባህልን ሃይማኖትን እታ ሃገር ስነ ስርዓት ጥምቀት ተኻይዱላ ተባሂሎም ክልተ መካይን መጥፋእቲ ሓዊ ካብ መዕርፎ ነፈርቲ ሪዮ ዲ ጀኔሮ ቅድሚ ምንቃላ ብክልተ መኣዝን ብምዃንን ነዛ ን26 ተፃወቲ ንስስታፎም ሓቂፋ ናብ ዋንጫ ዓለም 2026 ዝነቐለት ድሕሪ 24 ዓመታት ዋንጫ ሒዞም ንክምለሱ በዚ ስነ ስርዓት ዘፋነውዋ። ኣብ ንጥፈታት ኣቬሽን ሓንቲ ሓዳስ መገዲ ኣየር ንመጀመርያ ግዜ ክትበርር እንከላ ይኹን ፍልይቲ መገዲ ኣየር ናብ ሃገር ክትኣቱ እንከላን ብኸምዚ መገዲ ናይ ምቕባል ልምድታት ብስሩዕ ዝካየድ እኳ እንተኾነ ሃገራዊት ጋንታ ብራዚል ተፋንያትሉ ዘላ ግን The Team Plane Was Baptized ዝብል ኣርእስቲ እዩ ተዋሂብዎ። እዚ ስነ ስርዓት ብኣባላት'ቲ መዕርፎ ነፈርቲ ዝተወደበን እቲ ማይ ቅድም ኢሉ ብመራሕቲ ሃይማኖት ዝተቐደሰን ምንባሩ ንፌደሬሽን ኩዕሶ እግሪ እታ ሃገር እውን ሳርፕራይዝ ከም ዝገበርዎ እዩ ዝግለጽ። ሃገራዊት ጋንታ ብራዚል ኣብ ኒውዮርክ ብምዕስካርያ ምድላዋታ ክትጅምር ነይማር ምስዛ ሃገራዊት ጋንታ ክጓዓዝ እኳ እንተተራእየ ኣብ ማህረምቲ ከም ዝርከብን ሪካቨር ንምግባር ልምምዳት ተሰሪዕሉ ይዳሎ ከም ዘሎን ይግለጽ። መኽፈቲ ጸወታ ሃገራዊት ጋንታ ብራዚል ኣንጻርታ ብብርክት ዝበሉ ወገናት ከም ዝሓለፈ መሰናድኦ ነዊሕ ክትስጉም ትኽእል እያ ዝተባህለት ብካፍ ተዓዋቲት ዋንጫ ኣፍሪቃ 2025 ምዃና ኣፍልጦ ዝተዋህባ ሃገራዊት ጋንታ ሞሮኮ እዩ። እዚ ከምዚ ኢሉ እንከሎ፣ ክብራ ንምዕቃብ ናብ ዋንጫ ዓለም ክልተ ሽሕን ዕስራን ሽዱሽተን እትቐርብ ሃገራዊት ጋንታ ኣርጀንቲና፣ ሓደ መዓልቲ ኣቐዲማ ናብ ኣሜሪካ ምእታዋ ተፈሊጡ። ሸሞንተ ግዜ ተሸላሚ ባሎንድ'ኦር ሊዮነል ሜሲ፣ ድሕሪ ዓወት ኣብ ዋንጫ ዓለም ክልተ ሽሕን ዕስራን ክልተን ቀጠር፣ ካብ ሃገራዊ ጸወታት ክሰናበት ምዃኑ ኣፍሊጡ እኳ እንተነበረ፣ ኣርጀንቲና ግን ልዕሊኡ ክመርሓ ዝኽእል ተጻዋታይ ኣየፍረየትን። ወላ'ውን ኣብ ኩዕሶ እግሪ ኣሜሪካ ይጻወት ይሃሉ፣ ከም ቅድሚ ኣርባዕተ ዓመታት፣ ኣብኡ ተመርኲሳ ትጻወት ሃገራዊት ጋንታ ኮይና እያ ናብዚ ውድድር ኣትያ ዘላ። ከምኡ'ውን ሃገራዊት ጋንታ ኢንግሊዝ ትማሊ ካብ በርሚንግሃም ነቒላ ኣብ እትዕስክረላ ከተማ ማያሚ ወሪዳ ኣላ። ዝበዝሓ ሃገራውያን ጋንታት ቅድሚ ምጅማር ዋንጫ ዓለም ነቲ ከቢድ ዋዒ ዘሰንዮ ኩነታት ኣየር ክለማመደኦ ኣቐዲመን ብምእታው ከክልተ ምሕዝነታዊ ጸወታ ሰሪዐን ኣለዋ። ቶማስ ትከል ነዚ ኣመልኪቱ ብዝሃቦ ሓበሬታ፣ ኩነታት ኣየር ከቢድ ምዃኑ ኣቐዲምና ስለ ዝፈለጥና ንዕኡ ዝኸውን ምድላዋት ኣካይድና ኣለና። ከመይ ኣቢልና ኣካላት ተጻወትና ነዝሕልውን ክኢላታት ዓጢቕና ስለ ዘለና ከም መመኽነይታ ከነልዕሎ ኣይንደልን ኢሉ። ፈረንሳን ስጳኛን ናይ ዝበዝሓ ናይ ዳታ ትካላት ተዓወትቲ ዋንጫ ዓለም ክልተ ሽሕን ዕስራን ሽዱሽተን ክኾና ይግመታ። እንግሊዝ ሳልሰይቲ፣ ኣርጀንቲና ራብዐይቲ፣ ብራዚል ሓምሸይትን እናበለ ይቕጽል። ፕረዚደንታዊ ምርጫ ስጳኛዊት ክለብ ሪያል ማድሪድ ሓሙሽተ መዓልትታት ጥራይ ተሪፎ ዘሎ እቲ ምስ ሊቨርፑል ብሓድሽ ኩንትራት ክሰማማዕ ስለ ዘይከኣለ ተፋንዩ ብዘይ ጋንታ ዝርከብ ፈረንሳዊ ተኸላኸላይ ኢብራሂማ ኮናተ እንተ ፍሎሬንቲኖ ፔረስ ተመሪጹ ምስ ሪያል ማድሪድ ክጽንበር ኣብ ስምምዕ ምብጽሑ ተገሊጾም። ኮናተ ኣብ ወርሒ ሚያዝያ ኣብ ሊቨርፑል ዝቕጽሎ ሓድሽ ኩንትራት ክፍርም ተስማሚዑ ከም ዝወደኣን ኣብ ዝሓጸረ ግዜ ወግዓዊ ከም ዝኸውንን ገሊጹ ምንባሩ ይዝከር። ስለምንታይ ንምፍራም ዶንጊኻ ዝብል ሕቶ ብዝቐርበሉ ድማ ምርጫ ናይ ክለብ እዩ። ኣነ ድሌታተይ ኣቐዲመ ነጺረ ኣብ ምጽባይ እየ ዝርከብ። ምናልባት ግን ኣሰራርሓ ጋንታ ከይከውን ኣብ ናይ ሳላሕን ቫን ዳይክን እውን ክንድምንታይ ከም ዝደንጎየ ተዓዚብኩም ኢኹም ክብል እቲ ምኽንያት ኣብ ሓለፍቲታ ክለብ ከም ዘሎ እዩ መሊሱ። ስሎት ካብዛ ጋንታ ክስጎግ ምዃኑ ከይተነጸረ እንከሎ እያ ሊቨርፑል ንኮናተ ከም ዘፋነወቶ ኣፍሊጣ። ሪያል ማድሪድ ካብ ዝሓለፈ ክራማት ኣትሒዛ ከተፈርሞ ድላይ እኳ እንተነበራ ብልሙድ ኣሰራርሓ ሒዛቶ ዘላ ግን ኩንትራቱ ክሳብ ዝውድእ ተጸብያ ብጥራዩ ንምፍራሙ ኣብ ምጽባይ ጸኒሓ። ይኹን ግን ብቕዓቱ በዚ ዓመት ኣጸቢቑ ስለ ዝወረደ ድማ ተገዳስነታ ስሒባ እያ ክበሃል ጀሚሩ። ሕጂ ድማ ሸውዓተ ሰነ ኣብ ዝካየድ ፕረዚደንታዊ ምርጫ ፔረዝ ስልጣኑ ምስ ዝዕቅብ ምስ ሆላንዳዊ ተኸላኻላይ ደንዘል ዱምፍሪስ ሓዊሱ ከፈርሞም ኣብ ስምምዕ በጺሑ ከም ዘሎ ይግለጽ። ካብ ዜና እዛ ክለብ ከይረሓቕና ማእከል ሜዳኣ ንምሕያል ብቐንዱ ደልያቶ ንዘላ ኣርጀንቲናዊ ኣከፋፋሊ ኢንዞ ፈርናንደዝ ክትረኽቦ እንተድኣ ደልያ ቸልሲ ሓደ ሓሳብ ኣቕሪባትላ ተባሂሉ ንፌደር ቫልቬርደን ተወሳኺ ዕስራ ሚልዮን ፓውንድ ክትባ'ሞ ነቲ ሚእትን ዕስራን ሚልዮን ፓውንድ ትትምኖ ኢንዞ ፈርናንደዝ ክትባ ሆዜ ሞሪኖ ነቲ ምስ ዝበዝሑ ተጻወትቲ ማድሪድ ምብታኹ ዝግለጽ ቫልቬርደ ናይ ምዕቃብ ድላይ እኳ እንተለዎ፣ ማድሪድ እንተወጸኢ ዝሓይሽ ኣብ ዝብል መደምደምታ ምስ እትበጽሕ ግን ሚእቲ ሚልዮን ዩሮ ብእትትምኖ ንዕዳጋ ከተውርዶ ትጽቢት ይግበር። ኣብ መወዳእታ ነዚ ሓሳብ ክትካትዑላ ይግድፈኩም። ተጻዋታይ ኣርሰናል ዝነበረን ተንታኒ ስካይ ስፖርትን ፖል ሜርሰን ዝሃባ እያ። ብዙሓት እውን ክደግምዋ ይስምዑ ኣለዉ። ንሱ ይብል፣ ኣነ ሓሙሽተ ሃረምቲ ፍጹም ቅላዕ ሓላፍነት ኣብ ዝወስዱ ተጻወትቲ ሕቶ የብለይን፣ ዋላ እውን ይስሓቱ። ትብዓቶም ጥራይ ንዓይ እኹል እዩ። እቲ ዘተሓሳስበኒ ግን ክሃርሙ ዝግብኦም ዝነበረ ተጻወትቲ ክሕብኡ ክርኢ እንከለኹ እዩ። ንኣብነት ማድወከ ኣብ ቸልሲ እንከሎ ንቐዳማይ ሃራሚ ፓልመር መንጢሉ ፍጹም ቅላዕ እንተዘይሃረምኩ ኢሉ ክዋጠጥ ንዝክሮ ንኸውን። ትማሊ ተቐይሩ ኣትዩ ክነሱ ዝተሓደሰ እግሪ እናሃለዎ ደኣ ኣበይ ተሓቢኡ ምስ ቀዳሞት ሓሙሽተ ክሃርም እየ ዘይበለ። ከምኡ'ውን ቁሩብ ደቓይቕ ጥራይ ዝተጻወተ ዝብ መንዲ ነቶም ሚእትን ዕስራን ደቕ ዝተጻወቱ እሞ ድማ ተኸላኸልቲ ዝገድፍሎምሲ እንታይ ብቑዕ ምኽንያት ስለ ዝነበሮም እዩ ዝብል እዩ። ቁኑዕ ሓሳብ ድዩ ወይሲ በንጻሩ እዩ ርኢቶኹም? ንምክትታልኩም ኣመስጊነ ይፍለ ኣብ ቀጻሊ የራኽበና ሰሰናዩ።